ሰላም ከመይ ኣለኹም እምበኣር ሕጂ ናይ ሎሚ ድማ ካብቲ መደብ ማለት እዩ ኩሉ ሳዕ ብተኸታታሊ ዝቕጽል ዘሎ መደብ ካብቲ ካብቲ ናብ ክርስቶስ ዝወስድ መንገዲ እትብል መጽሓፍ መበል ታሽዓይ ምዕራፍ ኢና ሎሚ ክንዛረብ ማለት እዩ እቲ ኣርእስቲ እንታይ እዩ ዝብል ህይወትን ተግባርን እዩ ዝብል ህይወትን ተግባርን መጀመርያ ከምቲ ልምዲ ማለት እዩ ኩሉ ግዜ ነቲ ዘረባ ቅድሚ ምጅማርና ብጸሎት ክንጅምር ኢና ማለት እዩ ነቐድም ኢና ጸሎት ንጸሊ ቅዱስ እግዚኣብሔር ኣቦ ተመስገን ስለዚ ግዜ እዝን ስለ ሰዓት እዝን ሕጂ ካው ኣምላኽ ነዚ ብምስማዕ ቃልካ ክትባርከና ቃልካ ክንሰምዕ ከለና መንፈስካ ምስትውዓል ክህበና ብስም የሱስ ንጽሊ ንኩሉ ዝሰምዕ ዘበለ ባርኽ ብስም ጎይተና የሱስ ኣሜን። ንፍጥረት ኩሉ ህይወትን ብርሃንን ሓጎስን ዝህብ እግዚኣብሄር እዩ። ከምቲ ናይ ብርሃን ጩራታት ካብ ጸሓይ ጥዑም ዝሑል ጃሕጃሕታ ማይ ድማ ካብ ዓይኒ ማይ ዝፍልፍል ከምኡ ከኣ ካብቲ ፈጣሪ ኩሉ ዓለም ዝኾነ ንፍጥረቱ በረኸት ይፍልፍል። ህይወት ኣምላኽ ዘለዎ ኩሉ ልቢ ሰብ ብፍቕርን ብበረኸትን ንኻልኦት ሰባት ይውሕዝ ማለት እዩ። ሓጎስ የሱስ ክርስቶስ ንደቂ ሰብ ብምሕጋዝን ካብ ዝወደቕዎ ብምልዓዓልን እዩ ዝነበረ። ነዚ ተግባር እዚ ድማ ንርእሰ ይጥዓመኒ ከይበለ ህይወቱ እኳ ደኣ ኣሕሊፉ ክሳዕ ምሃብ እዩ እቲ ዝፈጸሞ ጐይታና የሱስ ክርስቶስ። መላእኽቲ ሰማይ እውን እንተኾኑ ኣገልግሎቶም በዚ መንፈስ እዮም ዝንቀሳቐሱ። ሓጐሶም ንደቂ ሰብ ንምግልጋል ጥራሕ እዩ። እዚ ፈታው ርእሱ ዝኾነ ወዲ ሰብ ግና ንኸምዚ ዝበለ ኣገልግሎት ቅዱሳት መላእኽቲ ከበር ዘለዎ ኣይመስልን እዩ ማለትሲ ሰብ መላእክቲ ክንድዚ ዝኣክል ትጉሃት ከለዉ ለይትን መዓልትን ሰብ ግን ክሳዕ ክንድኡ ነዚ ነገር እዚ ዝግብኦ ኣቓልቦ ዶ ይህቦ ካልእ ሕቶ እዩ ወዲ ሰብ በዛ ንእሽቶ ዓቕሙ እኳ ንሓገዙን ኣገልግሎትን ብሌላን ጉሌላን እዩ ዘካይድ ኣብ እትውፍዮ ኣገልግሎት ብዘይ ኣድልዎ ምፍጻም ሰማያዊ ስርዓት እዩ። ብዘይ ኣድልዎ ምፍጻም ሰማያዊ ስርዓት እዩ። ሰዓብቲ ክርስቶስ ኣብ ኣገልግሎቶም ኩሉ ግዜ እዚ መንፈስዚ ከርእዩ ይግባእ። ብሓቂ ኩሉ ግዜ እዚ መንፈስ ዝኸርኡ ይግባእ። ከምዚ ዝኣመሰለ ኣገልግሎት ንሓደ ምግዱር ወዲ ሰብ ክወሃቦ ከሎ ኣብ ጽቡቕ ቦታ ከም ዝፈስስ ዝሑል ማይ ህይወት እዩ ብሓቂ ማለት እቲ እግዚኣብሄር ዝገብሮ ዘሎ ንደቂ ሰባት እግዚኣብሄር ሲ ንሰባት ብመልክዑ ፈጢርዎም ዝብል ብሓቂ ዘገርም ኩሉ ሰብ ሓንጎፋይ ብሓንጎፋይ ክቕበሎ ዝግብኦ ሓቂ እዩ እናሃለወ ከሎ ግን ከምኡ ኮይኑ ኩሉ ሳዕ ዘይምርኣዩ ብሓቂ ዘሕዝን እዩ ማለት እዩ። ዝኾነ እቲ ሓቂ ይነብር ኩሉ ሳዕ ሓቂ ኩሉ ሳዕ ኣሎ ማለት እዩ ከምኡ ኢሉ መንፈስ ክርስቶስ ዝሓደሮ ልቢ ከም ጥዑም መኣዛ እዩ ብሓቂ ክሕባእ ኣይከኣልን እዩ ምስ ዘጓንፉ ዅሎም ፍጥረት ኣምላኽ ሰማያዊ ስርጸት የሕድረሎም። ኣብ ሓጐሶምን ሓዘኖምን ብምክፋል ጽቡቕ ኣንፈት የትሕዞም፣ ንሰባት ማለት እዩ። ህይወት የሱስ ክርስቶስ ኣብዛ ምድሪ ከምዚ እዩ ዝነበረ። ቀሊል ኣይነበረን፣ እንተዀነ ግና ነቲ ዝጠፍኤ ወገን ሰብ ንምድሓን ከይተሓለለ ዕዮኡ ስርሑ ጸኒዑ ፈጺምዎ ማለት እዩ። ቀጥ ኢሉ። ካብታ እተወልደላ ምብልዕማል ጀሚሩ ክሳዕ ቀራንዮ ንርእሰይ ጥዓመኒ ብዘይብላ ጉዕዞ ህይወት ተጓዒዙ የሱስ ክርስቶስ። ካብ ዘጨንቕን ዘሕልልን መገሻታት ኣማኻንዩ ክተርፍ ኣይፈተወን። ከምዚ ድማ ኢሉ፣ ወዲ ሰብሲ ኬገልግልን ህይወቱ ምእንቲ ብዙሓት በጃ ኼሕልፍን እምበር፣ ኬገልግልዎ ኢሉ ኣይመጸን ይብል ኣብ ወንጌል ማቴዎስ ምዕራፍ ዕስራ ፍቕዲ ዕስራን ሸሞንተን። ናይ ህይወቱ ቀንዲ ዕላማ ከኣ እዚ እዩ ዝነበረ። ካልእ ተግባራቱ ኩሉ ናብዚ ዕላማ እዚ ዝመርሕ እዩ ዝነበረ። ኩሉ ኣንፈቱ ናብዚ ዕላማ እዚ እዩ ነይሩ። በዚ ድማ እዩ ብልዑን መስትዩን ፍቓድ ኣምላኽ ምግባርን ስርሑ ምፍጻም እዩ ዝነበረ ከምኡ ኢሉ ጽሒፉ። መግበይን ዝበልዖ መግብን ሰትዮ ማይን ፍቓድ እቲ ዝለኣኸኒ ክገብር ዕዩኡ ድማ ክፍጽም እየ ኢሉ። ናይ ርእስኻን ጥቕሚ ርእስኻን ምፍቃር ኣንፈት ኣብ ህይወት የሱስ ክርስቶስ ብምንም መንገዲ ከንጸባርቕ ኣይተራእየን። ስለ ርእሱ ኢሉ ዋላ ሓንቲ ኣይገበረን እዚኣ ዓባይ ነገር እያ። የሱስ ብኸምኡ እዩ ስለ ርእሱ ምእንትኡ ክብልሲ ዋላ ሓንቲ ነገር ኣይገብረን። ዝገብሮ ዘበለ ኩሉስ ምእንቲ ካልእ እዩ ማለት እዩ። ከምኡ ድማ እቶም ተኻፈልቲ ጸጋኡ ዝኾኑ ምእንትቶም ንሱ ዝሞተሎም ኩላቶም ዝኾነ መስዋእቲ ክገብሩ ፍቓደኛት ክኾኑ ይግባእ ማለት እዩ። ንዕኦም ዝስዕቡ ናቱ መንፈስ ከንጸባርቑ ምዃኖም ቃል ኣምላኽ ይዛረብ። ነዛ ዝነብሩላ ዓለም ዝሓሸት ቦታ ደቂ ሰብ ንምግባራ ድልዋት ክኾኑ ይግባእ ብሓቂ። እዚ ኸኣ ናይ ሓንቲ ብሓቂ ንስሓ ዝኣተወት ነፍሲ ምልክት እዩ። ማለት ኣብቲ መጀመርያ ርእሲ ኢልናያ ዘለና ህይወትን ተግባርን እንድዩ። ነዛ እንነብረላ ዓለም ዝሓሸት ቦታ ደቅሰብ ንምግባራ ድሉዋት ክንከውን ይግብኣና ከም ክርስትያን። እዚ ድማ ናይ ሓንቲ ብሓቂ ንስሓ ዝኣተወት ነፍሲ ምልክት እዩ። ካብ የሱስ ክርስቶስ ከመይ ዝበለ ፈታዊ ከም ዝረኸበ ንኻልኦት ክነግር ይህንጠ ማለት እዩ። ትሰብቲ ሃረርቱ እቲ ክቡርን ዝቅድስን ሓቂ ኣብ ልቡ ሒዙ ትም ዝብል ሰብ ክህሉ ኣይግባእን። ጽድቂ ክርስቶስ ለቢስካ፣ በቲ ኣብ ውሽጥኻ ዝሓደረ መንፈሱ ዘምጽእ ሓጎስ ተሓጒስካ፣ ንእኡ ከይመስከርካ ትም ኢልካ ክትቅመጥ ዘይከኣል ነገር እዩ። ሕውነት ኣምላኽ ዝጠዓመ ሰብ ብዛዕብኡ ዝዛረቦ ኣይስእንን እዩ፣ ኩሉ ሳዕ እዚ ክውዳእ እውን ኣይከኣልን እዩ። ከም ፊልጶስ ንየሱስ ምስ ረኸቦ ቶሎ ኢሉ ንኻልኦት ንዑ ረኣይዎ ክብል እዩ ጀሚሩ፣ ንኻልኦት ናብ ክርስቶስ ምዕዳም። ስለ እታ እትመጽእ ዓለም፣ ስለቲ ሕጂ ብዓይነ ስጋ ዘይረኣ ሓቅታት እውን ንገልጸሎም ማለት እዩ ዋላ ሕጂ እውን ሕጂ ገና ዘይኮነ ነገር በቲ የሱስ ዝኸዶ መንገዲ ፍቓድና ኣዝዩ ስሙር ይኸውን ነቶም ኣብ ዙርያና ዝነብሩ ድማ እንሆ ሓጢኣት ዓለም ዘርሕቕ ገንሽል ኣምላኽ እናበልና ካብ ምእዋጅ ዓዲ ኣይንውዕልን ካልኦት ሰባት ምእንቲ ክባረኹ ኢልና እንጽዕሮ ጻዕሪ ኩሉ ተመሊሱ ንርእስና ንበረኸት ይኸውን። ብሓቂ ኣብ ናይ ምህዞ ምድሓን ስራሕ ክንካፈል ዝገበረና ሓሳብ ኣምላኽ ምኽንያቱ እዚ እዩ ነይሩ እቲ ቀንዲ ነገር። ካልኦት ሰባት ምእንቲ ክባረኹ ኢልና እንጽዕሮ ጻዕሪ ተመሊሱ ንርእስና ንበረኸት እዩ ዝኸውን። ተኻፈልቲ መለኮታዊ ባህሪ ክንከውን እግዚኣብሔር ንሰባት ንዓና ንደቂ ሰባት ዝሃበና ምእንቲ ንሕና ከኣ በረኸት ንኻልኦት ከነካፍል እዩ እቲ ጽዋዕ እምበር ሒዝናዮ ዓጊት ኣብ ውሽጥና ጥራሕ ክነብር ኣይኮነን ብሓቂ እዚኣ እታ ቀንዲ ነገር ንሕና ድማ ኣብ ርእስና ዝፈሰሰ በረኸት ኣምላኽ ኣብ ርእስና እግዚኣብሔር ዘፍሰሶ በረኸት መንፈስ ኣምላኽ ንኻልኦት ሰባት ከነካፍል ይግባኣና እዚ ዓቢ ሓጎስን ክብርን ዘለዎ በረኸት ኣምላኽ ንሰብ ዓዲልዎም ኣሎ ንደቂ ሰባት እቶም ከምዚ ዝኣመሰለ ብከምዚ ዝኣመሰለ መንፈስ ተኻፈልቲ ስራሕ ፍቕሪ ኣምላኽ ንእግዚኣብሔር ናይ እግዚኣብሔር ከም ዘፍቅርዎ የርእዩ ኣለዉ ማለት እዩ ብኸምዚ መንገዲ እንተድኣ ከምቲ ክርስቶስ ዝነበሮ ኣነባብራ ምስ እንገብር ንኻልኦት ሰባት ኢልና ኩሉ እንነብሮ ናብራ ስለ ርእሴና ዘይኮነስ ንኻልኦት ሰባት ምስ ዝኸውን ኣብ እግዚኣብሔር ንዘሎና ፍቕሪ ነርኢ ኣሎና ከመይ ንሱ ንበረኸትና ይነብር ማለት ከምቲ ክርስቶስ ማለት መልክዕ ኣምላኽ ኣርእዩ ኣምላኽ ንመላእኽቲ ወንጌልን ንናይ ፍቕሪ ኣገልግሎትን ኩሉ ንመላእኽቲ ሰማይ ክህቦም ይኽእል ነይሩ ብኻልእ ጥበቡ እውን ነዚ ዕዮ እዚ ክፍጽሞ ይኽእል ነይሩ እዩ ብሓቂ ከምቲ የሱስ ዝበሎሲ ኣእማን እውን ክዛረቡ ይኽእሉ እዮም እንተኾነ ግን በቲ ዘይውዳእ ፍቕሩ ኣብቲ ሓጎሱን ስራሕ ምድሓኑን ምስኡን ምስ ክርስቶስን ምስ መላእኽቱን ናይዚ ቅዱስ ኣገልግሎት እዚ ተኻፈልቲ ጌርና መመስገንቲ ክንከውን ይግባእ በዚ ነገር እዚ። ኣብ ገድሊ ክርስቶስ ምስ እንሓብር ስምዒቱ ኣብ ልብና ክሓድር ይጅምር ማለት እዩ። ንኻልኦት ሰናይ ምእንቲ ክኾነሎም እንገብሮ ነፍሲ ወከፍ ተግባር ከም ሓንቲ ስጉሚ እግሪ እዩ ናብቲ ሃብታም ክነሱስ ምእንታኹም ድኻ ዝኾነ ዝተባህለሉ ኢየሱስ ክርስቶስ ስጉሚ ሓንቲ እያ፣ ናብኡ የቕርበና፣ ንዕኡ ብዝመሰልና መጠን ድማ ሓጎስና እናወሰኸ ይውስኽ ማለት እዩ። ነቲ እተፈጠርናሉ ዕላማ ምስ ንፍጽም ጥራይ እዩ ምፍጣርና ንበረኸት ክኸውን ዝኽእል። ኣብኣ ኣቲና ኩሉ ሳዕ ህይወትና ናይ ዕግርግርን ናይ ሰላም ምስኣንን እዩ ክኸውን ዝኽእል። እታ እተፈጠርናላ ዕላማ ምስ እንነብር ግን እቲ እግዚኣብሄር ካብ መጀመርታ ዘዳለወልና በረኸትን ሓጎስን ሰላምን ንካፈል ህይወትና ትርጉም ዘለዎ ይኸውን። ክርስቶስ ንደቀ መዛሙርቱ ነፍሳት ናብኡ ክመሱ ከም ዝኣዘዞም ንነፍሳት ክንመልስን ከነገልግልን ምእንቲ ዕሙቕ ዝበለ መንፈሳዊ ተመክሮን ፍልጠትን የድልየና እዩ ብሓቂ ከምኡ እውን ንጽድቂ ከም ማይን እንጌራን እንጠምዮን ንጸምኦን ክንከውን ይግባኣና ወርትግ ምስ ኣምላኽና እንዛተ፣ ብጽኑዕ እምነት ምስኡ ግቡር ዘሎና ክንከውን ግድን እዩ፣ እንተ ደኣ ምስኡ ዓያይቲ ኮይንና ማለት እዩ። ሽዑ ነፍስና ካብቲ ፈልፋሊ ማይ ህይወት ትሰቲ። ዝጻረረና ነገር ዘበለ ኩሉ ናብ መጽሓፍ ቅዱስን ናብ ጸሎትን ዘቕርበና ይኸውን ማለት እዩ። ሕጂ እቲ ኩሉ ሳዕ ኣውንታዊ ዝኾነ ኣንፈት ንሕዝ ማለት እዩ። ማለት ዝጻረረና ወይ ዝኾነ ሽግር ከጋጥመካ ከሎ ካብ ኣምላኽ ዘርሕቐካ ዘይኮነሲ ናብ ጸሎትን ናብ መጽሓፍ ቅዱስ ቃል ኣምላኽ ናብ ምንባብን ዝመርሓካ ይኸውን። እቲ ከመይ ተቐይርካ ኢኻ። ብጸጋን ብፍልጠትን ክርስቶስ ድማ ትዓቢ። መንፈሳዊ ተመክሮ ኣዝዩ ዝማዕበለ ይኸውን። ናይ ጠዓመኒ ዝብል ስስዐ ብዘይብሉ ጸዓት፣ ምእንቲ ዓቕሚ ካልኦት ምዕያይ ንጠባይ የጽንዖ እዩ ብሓቂ። ነቲ ገባሪኡ ድማ ተምሳል ክርስቶስ የሱስ የልብሶ። ህይወቱ እውን ብሰላምን ሓጐስን ዝተመልአ ይኸውን፣ ክብ ዝበለ ነገራት ዝምነ ይኸውን። ሕመቕን ርእስኻ ጥራይ ምፍቃርን ኣብ ከምዚ ዝኣመሰሉ ሰባት ቦታ የብሉን። ብሓቂ፣ እቶም ንክርስትያናዊ ጸጋ ቀዳምነት ዝህቡ ኣገልግሎቶም ንኣምላኽ እናዓበየ ይኸይድ፣ መንፈሳዊ ፍልጠቶም ይዕምብብ፣ መንፈሳዊ ፍልጠቶም ይበርህ፣ እምነቶም ዝዓዘዘ ሓይሊ ጸሎቶም ውዕዉዕ ይኸውን፣ መንፈስ ኣምላኽ ንመንፈሶም ይትንክፎ፣ ሽዑ ነፍሲ ብመለኮታዊ ድህሳሰ ትነቅሕ፣ ንደሃይ ኣምላኽ ሰሚዓ ብቕዱስ ልዝብ ንምንባር ከኣ ትሰምር። ብሓቂ ከመይ ደስ ዘብል እዩ እቲ እግዚኣብሔር ንደቂ ሰባት ዝዓደሎም በረኸት ማለት እዩ። ብኸምዚ ዝኣመሰለ ብኸምዚ ዝኣመሰለ ኣነባብራ ክንነብር እግዚኣብሔር ጸዊዑና ዘሎ። ብኸምዚ ዝኣመሰለ ተወፋይነት ንዘገልግሉ ኩሎም ኩሉ ንጽቡቕ ብርግጽ ንምድሓን ነፍሶም ከም ዝኾነሎም ዘየጠራጥር እዩ። ብጸጋ እንዓብየሉ እንኮ መንገዲ ጥቕሚ ርእስና ጥራይ ከይደለና ነቲ ክርስቶስ ዝሃበና መዚ ብምሉእ ሓይልና ብምስራሕ እዩ። ክቡራት ኣሕዋትን ኣሓትን፣ ናይ ብዙሓት ሰባት ጓህን ሓዘንን እንታይ እዩ? ንርእስኻ ብምጥዓም ወይ ድማ ንርእስኻ ጥዕመካ ስለ ርእስኻ ኢልካ ከም ኣብ ሓንቲ ሳጹን ሳንዱቕ ምእታው ማለት እዩ። ሽዑ እቲ ሰላም ዝጠፍእ። ብጸጋ እንዓብየሉ እንኮ መገዲ እምበኣር፣ ጥቕሚ ርእስና ጥራይ ከይደለና፣ ነቲ ክርስቶስ ዝሃበና መዚ ብምሉእ ሓይልና ብምስራሕ እዩ። ዓቕምና ብዝፈቕዶ ኩሉ ንእኡ ምጽዓት ስራሕ ህይወትና ክኸውን እዩ ዝግባእ። ዓቕሚ ዝምዕብልን ዝዓብን ተጊህካ ብምስራሕ እዩ። ገለመለ ከይገበሩ ካብ ፀጉኡ ንዝመፅእ በረከት ብምቕባል ህይወት ክርስትና ንምርካብ ዝፅዕሩ ከይደኸሙ ከይፀዓሩ ንምብላዕ ክነብሩ ዝፍትኑ እዮም። ኣብ ፍጥረት ዓለም ከም ዝግበር ኣብ መንፈሳዊ ዓለም እውን እዚ ኩሉ ክሳዕ ውርደትን ጥፍኣትን እዩ ዝመፅእ ማለት እዩ። መሓውሩ ከይንቀሳቐሰ ክነብር ዝደሊ ብጹሕ ከይጸንሐ ልሙስ ከም ዝኸውን ብመንፈሳዊ ነገር እውን ከምኡ እዩ። እቲ መንፈሳዊ ህይወት ከዕቢ ልምምድ ዘይገብር ክርስትያን ድማ እታ ዝነበረቶ ኣብ ምስኣን ምብጽሑ ዘይተርፍ ነገር እዩ። ማሕበር ክርስቶስ ወይ ከኣ ማለት ቤተ ክርስትያን ኣምላኽ ዝሸማ ምስሌነ ፈጣሪ ዓለም እያ ማለት እብዛ ዓለም እዚኣ ብኡ እዩ እቲ ማለትሲ እግዚኣብሔር ነዛ ማሕበር እዚኣ እስራኤል ደቂ እስራኤል ከም ህዝቢ ድሓር ተም ሃዋርያት ስለዚ እግዚኣብሔር ኣምላኽ ዝሰማ ዝሸማ ኣምላኽ ዘቆማ ወኪል እያ መልእኽታ ድማ ወንጌል ኣብ ኩላ ዓለም ንምብጻሕ እዩ ናይ ቤተ ክርስትያን ዕላማ። እዚ መዝዚ ናይ ነፍሲ ወከፍ ኣማኒ እዩ። ነፍሲ ወከፍ ክርስትያን ዓቕሙን ተውህቦኡን ብዝፈቕዶ ኩሉ ነዚ ክርስቶስ ዝሃቦ ተልእኾ እዚ ከባጽሕ ይግብኦ። ፍቕሪ ክርስቶስ ብዝተገልጸልና ኩልና ነቶም ዘይፈለጥዎ ከነፍልጦም ዕዳ ኣሎና። እግዚኣብሔር ዝሃበና መብራህቲ ንኣና ጥራይ ኣይኮነን፣ እንተኾነ ናብ ካልኦት ሰባት ምእንቲ ከነብርሆ ደኣ እዩ እምበር። ሰዓብቲ ክርስቶስ እቲ ዝግብኦም ስራሕ ንምስራሕ ነቒሖም እንተዝኾኑስ ሎሚ ኣዋጅ ወንጌል ዝነግር ሓደ ሰብ ጥራይ ኣብ ዘለዎ ኣብ ሃገር ዘይኣመንቲ ሽሕ ሰባት ምተረኽበ ነይሩ። ኣሽሓት። ብኣካል ስራሕ ክሰርሑ ዘይክእሉ ዘበሉ እውን ብገንዘቦም፣ ብድንጋጼኦም፣ ብጸሎቶም ክረድኡ ይኽእሉ እዮም። ንነፍሳት ንምምላስ ኣብ ሃገር ክርስትያን ኣዝዩ ዝበለጸ ስራሕ ምተገብረ ነይሩ። ክርስቶስ ንምግልጋል ኣብ ሃገር ዘይኣመንቲ እንዳኸደ ማለት ብዙሕ ነገር ገይሩ። ስለዚ ሕጂ እውን እንተኾነ ንዕኡ ንምግልጋል ኣብቶም ዘይኣመንቲ ኣብ ዝበዝሑ ቦታ ብምኻድ ወይ ድማ እታ ጸባብ መገዲ ሃገርካ ምሕዳግ ኣየድልን እዩ ማለት ኩሉ ሳዕ ንክርስቶስ ከገልግሎ እንተ ኮንካስ ናብቶም ዘይኣምኑ ዘለዎ ሰባት ብምኻድ ጥራሕ እዩ ክግበር ኢልካ ምሕሳብ ማለት ትኽክል ኣይኮነን ንክርስቶስ ንምግልጋል ስራሕና ናብ ሃገርና እንተ ኮይኑ ኣብቲ ኣብ ዙርያ ሃገርና ኣብ ቤተ ክርስትያን ምስቶም ብሓንሳእ ምስቶም ምስኦም እንቕመጥ ምስቶም ብሓንሳእ ምስኦም እንሰርሕ ክንገብሮ ንኽእል ኢና። ምክንያቱ እዚ መታለሊ ክኸውን ይኽእል እዩ ኩሉ ሳዕ ንክርስቶስ ምግልጋልሲ ናብቶም ዘይኣምኑ ዘለዎ ሰባት ናብኦም ብምኻድ ጥራሕ እዩ ዝብል ተደኣ ኮይኑ ብጣዕሚ ስንኩፍ ኣተሓሳስባ እዩ። ካብ ህይወት የሱስ ክርስቶስ ኣብዛ ምድሪ እቲ ካብ ኩሉ ዝበለጸ እቲ ኣብ ናዝረ ኣብ ቤት ጽርበት ዕንጨይቲ ዘሕለፎ እዩ እምበኣር መብዛሕትኡ ግዜ ሕጂ ነተን ዝበዝሐ ዓመታቱ ኣብ መጽሓፍ ቅዱስ ንቡእ ኣይተገልጸን ባቃ ነይሩ ከም ሰብ እዩ ኣብ ከም ታራ ሰብ እዩ ዝነብር ነይሩ እሙን ኮይኑ ማለት እዩ መላእኽቲ ሰማይ ዝዕጅብዎ ጎይታ ህይወቱ ህይወት ዝኾነ የሱስ ክርስቶስ ምስ ሓረስቶትን ስራሕተኛታትን ኮይኑ ላዕልን ታሕትን ክብል ከሎ ኣብዛ ምድርና ተፈላጥነትን ክብሪ ርእሱን ኣይደልን ነይሩ ኣብታ ስራሕ ምፅራብ ዕንጨይቲ ኮነ ወይ ሕሙማት ክፍውስ ወይ ከዓ ነቲ ዝሰራሰር ማዕበል ከህድእ ከሎ ረኣይኒ ብዘይብሉ መንፈስን ትሕትናን ተልእኽኦ ይፍፅም እዩ ነይሩ ከምኡ ድማ ሰዓብቱ ዘበለ ሰዓቢ ናይ ክርስቶስ ዘበለ ኩሉ ኣብ ዝኾነ ዓይነት ስራሕ ብኸምኡ ዝበለ ኣሰራርሓ እናሰርሐ ክነብር እዩ ዝግባእ ሰብ ድማ ናይ ክርስቶስ ኣብነት ክኽተል ማለት እዩ ሃዋርያ ጳውሎስ ከምዚ ኢሉ ኣሕዋተየ ነፍሲ ወከፍ በቲ ተጸውዖ ኣብ ቅድሚ ኣምላኽ ንእቡኡ ይንበር ይብለና ኣብ ቀዳማይቲ መልእኽቲ ጳውሎስ ናብ ሰብ ቆሮንጦስ ምዕራፍ ሸውዓተ ፍቕዲ ዕስራን ኣርባዕተን። ኣብ ዝኾነ ዓይነት ስራሕ፣ ንግዲ ኮነ ሸቕሊ፣ ልዑል ይኹን ትሑት፣ ኣብ ቅድሚ ሰብ ኩሉ ብተኣማንነት እንተድኣ ሰሪሕና ንፈጣሪና ኢና ክብሪ ንህብ ማለት እዩ። እቲ ሓቀኛ ሰዓቢ ክርስቶስ ዝኾነ ሰብ ሃይማኖቱ፣ እምነቱ፣ ኣብ ኩሉ ንጥፈታት ህይወቱ እዩ ዘርኢ። እቲ ሓንቲ ማሽን ዘካይድ በዓል ሞያ ዋላ ናይቲ ኣብ ኮረቢት ገሊላ ብትሕትና ዝመላለስ ዝነበረ የሱስ ክርስቶስ ወኪል ክኸውን ይኽእል እዩ። ኣብታ ስርሑ ኩሉ ስም ክርስቶስ ሰሚ ዘበለ ብጽፈት ኣሰራርሕኡ ምስ ዝፍለጥ እቶም ነቲ ጽቡቕ ስርሑ ዝረኣዩ ንመድሓኒን ፈጣሪኡን ከመስግኑ ይምርሑ ማለት እዩ። ብዙሓት ሰባት ነታ መክሊቶም፣ ነታ ህያቦም፣ ምእንቲ ከየውፍዩ፣ ከምቶም ተውህቦ ዘለዎም ኣይኮንኩን እናበሉ ክማሳመሱ ይስምዑ እዮም። እቶም ብፍላይ ዝጥመት ተውህቦ ማለትሲ ጉሉሕ ዝኾነ ተውህቦ ዘይብሎም፣ ሃብቲ ሃብትን ዘለዎም ጥራይ እዮም ንቤተ ክርስቲያን ዓቢ ስራሕ ክሰርሑ ዝኽእሉ ዝብል ግጉይ ኣተሓሳስባት ኣሎ። ፍሉይ ተውህቦታት፣ ክእለታት፣ ዝተዋህበ ንሒደት ሰባት ጥራይ እዩ፣ እቲ ዓቢ ዓስቢ ድማ ንኣታቶም እዩ፣ ካልኦት ግና ኣብዚ ክፍሊ የብሎምን ዝብል ካብ ሓቂ ኣዝዩ ዝረሓቐ እምነት ዘለዎም ሰባት ኣይሰኣንን እዩ። ማለት ትበሃል መሰረታዊ ጌጋ ኣለዎ ጎይታ ግና ንነፍሲ ወከፍ ኣገልግሎቱ ከከም ክእለቶም ደኣ እዩ ዝሂብዎ እምበር ገለ መለ ከይሃበስ ንሓደ ኣይገደፈን ንገለ ከይሃቦ ስለዚ ኩሉ ሰብ ኣለዎ እተውህቦ ዝድለ ዘሎ እንታይ እሙን ምዃን እዩ በቲ ዝተዋህበካ ንኣምላኽ ከተገልግል ምእንቲ ፍሉይ ተውህቦ ወይ ከዓ ፍሉይ ኣጋጣሚ ክሳዕ ትረክብ ክትፅበ ኣየድልን እዩ ብናይ ፍቕሪ መንፈስ እንሰርሖ ዅሉ ከም ንኣምላኽ ኢልና እንገብሮ እዩ። ኣብ መልእኽቲ ጳውሎስ ናብ ሰብ ቆሎሴ ምዕራፍ ሰለስተ ፍቕዲ ዕስራን ሰለስተን ነዚ ዝድግፍ ሓሳብ ንረክብ። ፍቕሪ ኣምላኽ ዝሓድሮ ልቢ ድማ ኣብ ንጥፈታቱ ዅሉ ፍቕሪ እዩ ዘንጸባርቕ። እቲ ጥዑም መኣዛ ክርስቶስ ይኸበና፣ ጽልዋና ንኻልኦት ድማ ክብ ዘብልን ዝባርኽን ይኸውን። ብሓቂ እሱ እቲ ሰባሲ ከምቲ ጽሑፍ ዝብሎ ነቲ ጽቡቕ ግብርኹም ርእዮም ነቲ ኣብ ሰማያት ዘሎ ኣቦኹም ድማ ከመስግንዎ ዝብል ጽሑፍ ኣሎ ከምቲ ናይ የሱስ ግበሩ እዛ ዓለምሲ እንታይ ኮን ትኸውን ኢልካ ምሕሳብ ኣድላዪ ኣይኮነን ማለትሲ እቲ እቲ ዘሎ ማለትሲ ስቕ ኢልካ ኣብኡ ከለኻ ጥራሕ ገለ ነገር ኣበርክቶን ኣስተዋፅኦን ከይገበረ ሰብ እዛ ዓለም እዚኣስ እንታይ ኮን ትኸውን ኢልካ ኣብኡ ከለኻ ምሕሳብ ገለ ነገር ከየበርከትካ ማለት ኢልካ ምፍልሳፍ ኣድላዪ ኣይኮነን። ዕለታዊ ህይወትካ ንንጽህና እምነት እሙን እኳ ኰንካ፣ ካልኦት ሰባት እውን ክትጠቕሞም ብሓቂ ኣብ ልቦም እንተ ተፈሊጥዎም ጻዕርኻ ከንቱ ኣይከውንን እዩ ማለት እዩ። በቲ ዝተሓተ ዝበሃል ወደ መዝሙር የሱስ ክርስቶስ ንኻልኦት ሰባት ዝባርኽ ስራሕ ክስራሕ ይከኣል እዩ። ብዙሓት እሙናት ሰዓብቲ ክርስቶስ ከይተፈለጦም ንብዙሓት ዓቢ በረኸት ዝኸውን ክሳብ መዓልቲ ጸብጻብ ከይፈለጡ ይሰርሑ እዮም ማለት እንታይ መዓልቲ ጸብጻብ ክበሃል ከሎ እንታይ እዩ ክሳብ ጎይታና የሱስ ክርስቶስ ንኹሉ ሰብ ኣኪቡ ከምቲ ኣብ ቃል ኣምላኽ ተጻሒፉ ዘሎ ብየማኑን ብጸጋሙን ጌሩ ነቶም ጻድቃን ብየማኑ ነቶም ሓጥኣን ድማ ብጸጋሙ ጌሩ እቲ ናይ መወዳእታ ብይን ክህብ ከሎ ክሳዕ ሽዑ ምጽባይ ኣየድልን እዩ እቲ ንጎይታ ኢልካ ዝግበር ዘበረ ኩሉ ክሳብ እታ ሸዓ መዓልቲ እቲኣ ክሳብ ክንደይ ዓቢ ምዃኑ ክፍለጥ ዘይከኣል ይኸውን ናይቲ በረኸትቲ ስፍሓትን ዕምቈትን፣ ካብኣ ዝርከብ ጽቡቕ ነገር ድማ ክሳዕ እታ መዓልቲ ምቕባል ዓስቢ ኣይፍለጥን እዩ፣ ዘይክፍለጥ ይከኣል። ገለ ዓቢ ነገር እንገብሮ እገብር ኣለኹ እናበልካ ኣይኮንኩን ዝግበር። እግዚኣብሔር ጥራሕ እዩ ነቲ ኩሉ ንሓቂ ዝመዝኖ ነቲ ግብሪ ዝመዝን ማለት እዩ። ንዕወት ዶኾን ንኸውን ኣይንዕወትን እናበልካ ብዝርብሽ መንፈስ ስራሕ ክስራሕ ኣይግባእን። ኣምላኽ ይዕዘብ ኣሎ፣ ኣምላኽ ይርኢ ኣሎ። ኣምላኽ ዘመልከቶምን ዘዳለዎን ጥራሕ እዩ እናስርሑ ትም ኢሎም ብእምነት ንቕድሚት ዝግዝግሱ ሰባት ማለት እዩ። ኣምላኽ እግዚኣብሔር ተሓቶ ንሱ ሂወትካ ኣነባብራኻ ብቃሉ ዝሰመረ ምስ ቃሉ ዝሰመረ እተደኣ ኮይኑ ኣብኡ ዓሪፍካ ኢኻ ኣገልግሎትካ ተካይድ ዕብየት ናይ ክሳብ እንታይ ከምጽኣልካ እዩ ንኻልኦት ሰባት ከምቲ ናይ ጎይታና የሱስ ክርስቶስ ኣብነት ኢልካ እትገብሮ ናብራ እትሰርሖ ስራሕ ትዛረቦ ዘረባ ልክዕ ፍቓድ ኣምላኽ ንምፍጻም ወይ ድማ ምስቲ ቃል ኣምላኽ ዝብሎ ምስኡ ዝሰመረ ከም ዝኾነ ጥራሕ ኢኻ ትፈልጥ ስለዚ እቲ ሰብ እታ እዛ ነገር እዚኣ እኽልት እያ ህይወቱ ናይቲ ሰብ ህይወት ንእግዚኣብሔር ሓቲትዎ ወይ ድማ ካብ እግዚኣብሔር ተማሂሩ ብኡ ዝነበረ ምስኡ ዝሰማማዕ ህይወት ተደኣ ነይሩ ንሱ እዩ እቲ እኹል ተዓዓስቢ ክሳብ ክንደይ ዓቢ ምዃኑ ንሱ ንእግዚኣብሔር እዩ ዝግደፍ እታ ነፍሲ መልክዕ ክርስቶስ እናበለት ንኣ እናተመሰለት ትዓቢ እታ ነፍሲ እቲኣ በዚ ድማ ክርስቶስ መሳርሕቱ ይኸውን ትሰብቲ ማለት እዩ ነቲ ፈፂምካ ፀልማት ዘይብሉ ህይወት ዘለኣለም ብቑዕ ትኸውን ትሰብ ስለዚ ብሓቂ ከምኡ እዩ እቲ እቲ ነገር እንታይ እቲ ቀንዲ ዕላማ እንታይ ህይወትን ተግባርን ክርስትያን እንዲ ዝብል ህይወት ክርስትያን ናይ ጎይታና የሱስ ክርስቶስ ኣብነት ብምስዓብ እዩ ዝንጸባረቕ ብኡ እዩ እቲ ህይወት ዝምራሕ ማለት እዩ ስለዚ ክልቲኡ ክርስትያን ማለት እታ ስም ንባዕላ ትሕብር ኣላ ንክርስቶስ ዝመስል ማለት እዩ ናይ ክርስቶስ ህይወት ዘንጸባርቕ ማለት እዩ ናይ ክርስቶስ መንፈስ ዘለዎ ማለት እዩ ክርስቶስ መንፈስ ዝዓሰሎ ማለት እዩ እዚ ዘይካትዕ እዩ ኣብ ቃል ኣምላኽ ተነጊሩልና ዘሎ እሞ እዚ እቲ ናይ ሎም መዓልቲ መልእኽቲ እግዚኣብሔር ኣምላኽ በቲ ንኹሉ ዘኽእል መንፈሱ ገይሩ ይባርኸና ህይወትናን ተግባርናን ንዕኡ ባህ ዘብል ኮይኑ ክርከብ እግዚኣብሔር ጸጉ የብዝሓልና ብጸሎት ክንዓጽዎ ኢና እምበኣር ቅዱስ እግዚኣብሔር ኣቦ ተመስገን ስለዚ ግዜ እዝን ስለ ሰዓት እዝን እነሆ ኣምላኽ ብሓቂ ንስኻ ኢኻ እትኽእለና ከም ተስፋኻ ብመንፈስካ ክትባርኸና ዎኣምላኽ ነቲ ሰምዐ ዘበለ ኩሉ ክትባርኽ ብስም የሱስ ንጽሊ ሂወትና ጎይታ ነዛ ዓለም እዚኣ ዝሓሸትን ዝበለጸትን ክንገብር ብዓቅምና በቲ ንስኻ ዝሃብካና ክትባርኸና ንጽሊ ኣሎና ከመይ ንስኻ ጎይታና የሱስ ኣብዛ ምድሪ እዚኣ እንዳ ተመላለስካ ኣብ ዝኸድካዮ ዘበለ ኩሉ ኣገልግሎት ንደቂ ሰባት ሂወት ደቂ ሰባት ዝጸበቀ ንምግባር እትገብሮ ዝነበርካ ኣገልግሎት ከምኡ ዝኣመሰለ መንፈስ ከምኡ ዝኣመሰለ ኣገልግሎት ክንካይድ መንፈስካ ክተብዝሓልና ንጽሊ ተሪፉ ንዘሎ ግዜና ተረከቦ ብስም ጎይታና የሱስ ኣሜን።